ኣይከስ ልማንቲ በቃ ብጣዕሚ የሕዝኑኒ ማለት እዩ ወዲ ተባዕታይ ሲ ሰላም ሰላም ከመይ ቀኒኹም ኣነ ሰላም እዩ እግዚኣብሔር መስገን ሓፍትኩም ሱዚ እኳ ደሓን መፃኹም ኮሎኩም ይደሊ ማለት እዩ ልማንቲ ድማ ብሓዳሽ ቪድዮ ተራኪብና ኒና ብዙሓት ነገራት ናባኹም ከብል እያ ማለት እዩ ብዛዕባ ጣኒቆ ብዛዕባ ናይ ንባዕል ኣሌክስ ብዛዕባ ካልኦትን ሓደ ክልተ ክንበሃሃሊና ማለት እዩ እስከ መጨረሻ ምሳይ ተጸኒሕኩም ቤተሰብ ዘይኮንኩም ቤተሰብ ኮኑ። እስከ መጨረሻ ምሳይ ጸኒሕኩም ድማ ላይክ ዘይኮንኩም ላይክ ብምግባር ኣተባብዑኒ ይኩነኩም ይደሊ ማለት ሽኮሪናታት ሃገርና ዓድና ጎረቤትና ኩሉ ሰላም ይግበረልና እግዚኣብሔር ኣምላክ ኩናት ንወረ ኩናትን የጥፈኣልና ወላዲት ትልበሰሉ ሓዘና ተፅናዕንዕሉ ብህይወት ዘለው ለመንግስተ ሰማያት የዋርስቶም፣ ወላዲት ድማ ኣይትንባዕ፣ ወለዲ ኣይንብዑ ማለት እዩ እና እዚ ኩናት እዚ ድማ ብኣውርኡ ነቲ መንእሰይ ኮይኑ ቀጢኑ ድማ ተወላዲ እዩ ከሰ ተወላዲ ክነብዕ ዓይኑ ዝነቁር ብርኩ ዝፈስስ ናይ ተወላዲ እዩና እግዚኣብሔር ኣምላክ ፀሎት ወለድና ኣይፈለየና።

ንዓይ ክተዕብይ ተባሂላ እትድበሰሉ ዝግበረላ ኣደ እምበር ውላድኪ ተሰዊኡ፣ ውላድኪ ኣይመፀን፣ ውላድኪ ከምዚ ኮይኑ፣ ውላድኪ ኣካል ጎዲሉ ተባሂሉ ትሰምዐሉ ግዜ ኣየምፀልና ማለት እዩ። የትም ዓለም የትም ዓለም ብርባዕቲኡ ማዕዘን ዓለም ዘሎ ኣደ ኣይትንባዕ ትደበስ ውላዳ ቅድሚ ዓይና ይሃሊ ንዕኡ እናርኣየት ዕግበት ይሃልዋ እግዚኣብሔር ኣምላክ ድማ ንዓኣተስ ንኸነብል ንሳም ነቲ ዝገበረላ ኩሉ ነገራት ንክተመስግን ብምውቃስ ብንብዓት ለይኮነት ንኣምላኽ ክተንኳሕኳሕሲ ብምስጋና ብደስታ ብሓጎስ ዝምርቓ ንውላዳ ክኾነላ ድማ ኣነ ተስፋ ይገብር ማለት እዩ። ለማሕንቲ ድማ ብሓዳሽ ቪድዮ መፂእና እኒኢና እሱ ድማ ጉዳይ ጠኒቆ ኣቦና ክቡር ስነ ጥበባዊ እና ሙዚቀኛ ማለት እዩ ብጣዕሚ እኮ መብዛሕትና ንፈልጦ ኢና ማለት እዩ ብፍላይ ጥዑም ድምፂ እንታይ ይበሃል ጥዑም ድምፂ ጥዑም ደርፊ ጥዑም ሙዚቃ ነዳመፅ ሰባት ብጣዕሚ ቆልይ ንፈልጥ ተኮይና ማለት እዩ ኣይንሰምዕን ኢና ናይ ብሓቂ ማለት እዩ ኣይንሰምዕን ኢና ብፍላይ ቅድሚ ዓሰርተ ዓመት ንድሕሪት ንንየ ካብዚ ዓሰርተ ዓመት ናብዚ ዘይኮነሲ ቅድሚ ዓሰርተ ዓመት ንንየ ልሎ ግዜታት ዘሎ ሙዚቃ ቅድሚ ዓሰርተ ሓሙሽተ ዓመት ንንየ ልሎ ደርፍታት ምናምን ንሰምዕ ሰባት ናይ ቀደም ኣምፂና ጎርጊርና ካብ ምን ምን ኢልና ነምፅእ ሰባት ንሰምዕ ሰባት ጽን ኢልና ንሰምዕ ሰባት ናይ ጣኒቆ ግድን ኢና ሰሚዕና ምናልባት ሹም ላይ ሓዝናዮ ኢና ማ እምበር ናይ ጣኒቆ ግድን ሰሚዕና ኢና ማለት እዩ እና ኣብዚ ሕጂ ሰዓት እርጋን ለኒኦ ጥዕና ምስኣን ለኒኦ ሓቂ ዘረባ ናይ እርጋን ብቻ ለይኮነሲ ናይ ጥዕና እዩ ከምዚ ኢሉ ንክኣርግ ከምዚ ኢሉ ንክጓሳቀል ገይርዎ ኢሉ እየ ዝኣምን ኣነ ማለት እዩና ምናልባት ብኸመይ መሲልኩም እርጋን ዶ ከምኡ ኮይኑ ምናምን ብዙሕ ሰባት ይብሉ እዮም ስለላ ኣረገ ይንበር እርጋን ይንበር ምናምን እርጋን ኣይኮነን ብጣዕሚ እንዲያ መንእሰይ እዩ ማለት እዩ ብኸመይ ክትመስልዎ ትደሊኹም ብዙሓት መሓዝቱ ናይ ቀደም ፎተሮ እዩ ማለት እዩ ብዙሓት እንዲያም ኣሽዒቱ ንሱ መንእሰይ ንሱ ንእሽተይ ንሱ ክደርፍ ንሱ ናይ ስቴጅ ኮጥ ምናምን ክትሪእዎ ከለኹም ኣሽዒቱ ምስኡ ኮይኖም ዝሰኣሉ ዝነበሩ ኣርቲስታት ማለት እዩ። ገሊኦም ብዙሕ ነገራት ኣሪጎም ዕድሚኦም ድፈ ኣቢሉ ማለት ብጣዕሚ ኣሪጎም ዘይኮኑ እዚ ከምዚ ምሻሎ ኣብ ሰላሳ ሃሊኻ ሓምሳ ዘሎ ሰብ ገለ ትርኢ ከምኡ ዓይነት ንሳቶም ድፍእ ኣቢሎም ንሱ ድማ ናብኡታት እናተቐራረበ ምናምን ትሪኦም ነርካ ሰባት እና ሕጂ ዘኒኤጣ ኒጎ ክትሪኦ ከለኻ እሱ ምዕባይ ምዕባዮም እዩ መሲሉኒ እና ብዕድመ ዓብዪ ስለዝኾነ ይኮነን እቲ ዕድመ ከይዱ ስለዝኾነ ይኮነን ምናምን ናይ ጥዕና ጉዳይ እዩ ከምኡ ኮይኑዎ እኒኤ ማለት እዩ ወለድና እንታይ ይብሉ ልዕሊ ኩሉ ነገር ጥዕና እምበር ንሕና ኣብዚ ሕጂ ዝኒኤና ሰባት ገንዘብ ተሃልዩ ዋላ እቲ ሓሚምና ለ መሐከሚናሲ እቲ ገንዘብ እዩ እምበር ምናምን ኢና ንብል እና ብገንዘብ ለይግዛእ ብገንዘብ ዘይስተኻኸል ብገንዘብ ለይጥዒ ሕማም ለስ እዩ ማለት እዩ እና ጣኒቆ ሓደ ኣብ ውሽጢ ኤርትራ ግቡእ ሕክምና ክረክብ ኣይኽእልን እዩ በቲ ዝድለ ልክዕ ክሕከም ኣይኽእልን እዩ ተኮይኑ ሪፋር እዮም ክብልዎ ሪፋር እንድሕር ክትበሃል ኮይንካ ድማ ቀደመ ነገር በይኑ ክወፅ ኣይኽእልን እዩ ግድን ሰበይቱ ክትወፅ እያ ሰበይቱ ክትወፅ ኮይና ከዓ ገዛ ኣሎ ቆልዑት ኣለዉ ብዙሕ ነገር ልባላሾ ነገር ኣሎ ሓደ ካልኣይ እቶም ቆልዑ ይኹን እቲ ገዛ ልዕሊ ጣኒ ቆዲሞ ክኾና ንብል ሰባት ድማኒ ንክትወፅእ ገንዘብ ይዘልየካ ሓሚሙ ኣብ ዓራት እንድሕር ደቂሱ ኮይኑ እሳኻ ንዕኡ ንክተላዕል ኣብ ገዛ እንድሕር ትውዕል ኮይና ኣይኮነን መሐከሚ ንምግቦም ከ ይረኽቡ ድዮም ኣይረኽቡ ዝብል ሕቶ ምልክት ኢሉ ከምቲ ጉዳይ ማለት እዩ ተረዲእኩም ጋይስ እና ካበይ ክተምፅእ ትኽእል ካብ ማንም ክተምፅእ ኣይትኽእልን እያ ስለዚ ዘለዎ ኣማራፂ ኣብ ገዛ ኮንካ ንእግዚኣብሔር ከም ሕረት ክገብረልካ ምልማን ማጨሎትካ እሱ ስለለ ይግዛእ ብዘይ ገንዘብ ስለዘድሕነና ዘድሕነና እግዚኣብሔር ኣምላክ ብዘይ ገንዘብ ስለልኾነ እቲ ማጨለት እቲ ምሕረት እቲ ድሕነት እቲ በረከት እሱያ ክትፅዕር ልግበእካ ማለት እዩ። ሓደ ሓደ ሕማማት ግን ብሕክምና ልፍወሱ ብሕክምና ልስተኻኸሉ ነገራት ክህልው ይኽእሉ እዮም እና እሱታት ነገራት ድማ ገንዘብ ይሓተካ ማለት እዩ። ስለዚ ገንዘብ ክሓተካ እንድሕር ኮይኑ ከዓ ናብ ሚዲያ ኢኻ ክትወፅእ እኒካ ወይ ሓግዙኒ ኢኻ ክትብል እኒካ ብፍላይ ኣብ ውሽጢ ኣፍሪካ ኮይንካ ንሰብ ሃበኒ ኣልቅሐኒ ክትብሎ ብጣዕሚ ከቢድ ሓደ ዳርጋ መብዛሕቱ ተመሳሳሊ ሂወት ኢና ንነብር ዘለና ኣብዚ ሕጂ ሰዓት ካልኣይ ነገር ኣልቅሕኒ ክትብሎ ከለካ ክትምልስኒ ኢካ ክትምልስ ተኮንካ ክትሰርሕኒ ኢካ ጣኒቆ ምስ ወይቱ ድማ ክሰርሕ ይክእል ምክንያቱ ንሳ ንዕኡ ተላዕለላ ንሱ ድማ ኣድቂሱ ኢኒ ማለት እዩ ስለዚ እዝታት ሽግር እንድሕር ሃልዩ ኮይኑ ቀልጥፍካ ንክትኣርግ ንክትጓሳቆል ብርክኻ ንክፈስስ ዓይንኻ ንክድብዝዝ ድማ ዓብዩ ተኽእሎ ኣለዎ ነብስኻ ካባኻ ንክርሕቅ ዓብዩ ልኾነ ተኽእሎ ኣለዎ ማለት እዩ እና እስታት ነገራት ጣሊኩ ኣባላሽ ወይ ሌላ ምን ኣነ ተዘይተጋጊና ቅድሚ ሕጂ ወፂ ነይሩ ንእስራኤል ኣብቲ ሽዑ ሰዓት ሓቂ ዘረባ ብጣዕሚ ፅቡቅ መንእሰይ ነይሩ ፅቡቅ ደስ ዝብል በዓል ግርማይ ነይሮ ሽዒቱ ብዙሕ ሰብ ድማ ፈትይዎ ዋላ ተጋሩ ይኹኑ ዋላ ኤርትራውያን ይኹኑ እንዳለ ሓጊዞሞ ማለት እዩ ባይ ዘ ወይ ሓደ ሓደ ሰብ ኤርትራ ስለ ዝኾነ ሞት ኣይምልከተና ምናምን ዝባል ነገር ኣይሰርሕ ኣብ ሙዚቃ ተኾይኑ ብፍላይ ተዳምፅ ተኾይንካ እያንዳንዷ ዝተነገራ ቃላት ትርጓሜን ምናምንን እንድሕር ተዝተማሃር ኮንካ ጣን ይኮን ናብ ማን ዝነበሮ ኣርቲስት እዩ ናብ ማን ዝደረፈ ናብ ማን ኣብቲ ህይወት ንሱ ጠሊቑ ዝነበረ ጣዕሚ ለለዎ ነባሪ ነገር ልሰራሕ ስለልኾነ ኣድናቂኡ ካብ ኤርትራ ጥራሕ ክኾነ ይኽእል እዩ ብፍላይ ሰማዕቲ ትግርኛ ብጣዕሚ ኢና ንፈቱ ተጋሩ ንጠኒቆ ማለት እዩ ጠኒቆን ንዕኡ ልመስሉ ለለውን ብፍላይ ቶም ናይ ቀደም ብጣዕሚ ኢና ንፈትዎ ማለት እዩና ስለዚ ጽቡቅ ዝኾነ ካብ ሰብ ልመልሲ ነይሩ ደስ ልብል ታሕኒሕት ለብ እስራኤል ተኻይዱ ነይሩ ብደስ ልብል መንፈስ ተመሊሱ ብድሕሪኡ ክትምለስ ኣይትኽእልን ኢኻ፣ ሓገዝ ደልዩ ተመሊሱ ለለ ከኣ ምናምን ስለ ዝብለካ እቲ ሰብ ገጽ ሰብ ክትርኢ ከኣ ከቢድ ስለ ዝኾነ ማለት ልዕሊ እቲ ሕማም ሕጂ ድማ ብመልክዕ ኮንሰርት ኣምጺኦሞ ሰብ ብደስ ልብል መልክዕ ብደስ ልብል ፍሕሹም ገጽ ክቕበለካ ከሎ ከመይ ዓይነት ክብሪ ይመስለኩም? ብጣዕሚ ደስ ዝበለኒ ፓርቲ ኣብ ሰሙን እዚ ናይ ጠሊንቆ ማለት እዩ ብጣዕሚ ደስ ዝበለኒ ብጣዕሚ ዝተሓኮስኩዎ ኩሉ ነገር ናይ ጣኒቆ እዩ ማለት እዩ እና እግዚኣብሔር ኣምላክ ለ ሰብ ብዝከኣሎ ይሕግዝ ኣሎ ስለዚ እቲ ሓገዝ ንጥዕንኡ ንዕድመ ሰበይቱ ከምዚ ዋጋ ከፊለስ ከም ዝኾይኑ ሌላ ተመስገኑ ንእግዚኣብሔር ደቁ ካብቲ ዝነበሮ ኣመሓይሹ ኣቦኦም ክርዩ እሱም ካብቲ ዝነበሮ ነገራት ተመሓይሹ ደቁ ደቂ ኢሉ ዝስዕመሉ ሰበይቶም እግዚኣብሔር ይሃብኪ ተባረኺ ኣብ ደቂ ክረኸብ ኢሉ ዘመስግነሉ ዝምርቐሉ ግዜን ዘመንን የምፀሉ ክብል ይደሊ ማለት እዩ ደስ ልብል ቅነ ነይሩ ሙሉ ምሕረት ገይሩሉ ተሓኪሙ ድማ ዓዲ ኣትዩ ግድን እዩ ከምዚ ኣትፍሉጥ ምክንያቱ ስድራ ስለ ዘኒኦ ዓዲ እና ብሰላም ዓዱ ክምለስ ድማ ተስፋ ይገብር ማለት እዩ ስለ ዝነውሐቲ ቪድዮ ካልኣይ ክፋል ክንቅፅሉ ኢና ብዛዕባ ኣሌክስ ናይ ልማዓንቲ ቪድዮ ግን እዚኣ ትመስል ነይራ ሰሰናይ ንዓኹም